ሰላም ሰላም ክቡራት ተኻተልቲ ናይዛ ቻነል ኣብ ዘዘለኹሞ ሰላም ቅኒኹም ትኾኑ ተስፋ ይገብር ሎማዓንቲ ብሓደ ኣገዳሲ ፍልይ ዝበለ ኣርእስቲ ሕዘልኩም መፅኦ ዘለኹ ናይ ሎማዓንቲ መደብና ኣብ 222 ኣበዩ ዝበለፀ ወፍሪ ገንዘብና ክነቕምጠሉ ንኽእል ወይ ድማ ኣለናዮ ዘመን ገንዘብና ኣበይ እንተቐመጥናዮ እዩ ዝበለፀ ውፅኢት ከምፃልና ዝኽእል ሓደ ብሓደ ክንርኢና ማለት እዩ ከም ዘይትፈልጡኒ ስመይ ማእከለ ይበሃል ኩሉ ግዜ ኣብዚ ዩቱብ ቻነል ብዛዕባ ኢንቨስትመንት ብዛዕባ ፋይናንስ ብዛዕባ ክሪፕቶ ካረንሲ ብዛዕባ ስቶክ ማርኬት ኮታ ብዛዕባ ዝኾነ ዓይነት ገንዘብን ኢና ንዘራረብ ከምዚ ዓይነት ተገዳስነት ንሕር ኣለኩም ኣብ ቅኑዕ ቦታ ኣለኹም ሳብስክራይብ ጎሩ ነብዛ ዩቱብ ቻነል ከም ኩሉ ግዜ ምትብባዕን ደገፍን ትህቡኒ ከ ኣዝየ ዘመስግን ማለት እዩ ቅድሚ ኣበይ ዝበለፀ ቦታ ወይ ቅድሚ ገንዘብና ኣበይ እንተፈርናዮ ኣብ ስቶክ ማርኬት ዶ ወይስ ኣብ ክሪፕቶ ካረንሲ ወይ ኣብ ሪል ስቴት ቅድሚ ምባልና ገንዘብ ብኸመይ ድመጽእ እስከ ንርኣ። ገንዘብሲ ሓደ ሰብ ብኸመይ ደምጽኦ፣ ሓደ ሰብ ገንዘብሲ ብኸመይ የምጽእ፣ ናብ ባንኩስ ብኸመይ እዩ ዚኣቱ እንድሕር ኢልና፣ ብኽልተ መገዲ እዩ ገንዘብ ደምጽእ ሓደ ሰብ። ንሱ ኸኣ እንታይ እዩ? ቀዳማይ መገዲ ኣክቲቭ ኢንካም ተባሂሉ ይጽዋዕ። ኣክቲቭ ኢንካም እንታይ እዩ? ንስኻ ወፊርካ ኬድካ ተምጽኦ ገንዘብ እዩ። ንኣብነት ዶክተር እንድሕር ኴንካ ወይ ሎየር ወይ ድማ መካኒክ ወይ ካርፔንተር ወይ ድማ ኣብ ረስቶራንት ሸፍ ኴንካ ትሰርሕ እንድሕር ኴንካ ትኸይድ ኣብቲ ረስቶራንት ትሰርሕ ወይ ኣብቲ ቦታ ናይ ስራሕኻ ትኸይድ ግዘኻን ጉልበትካን ትህቦም ንሶም ከዓ ብገንዘብ ገይሮም ይህቡኻ ማለት ስለዚ እንታይ እዚ ሰሪሕኻ ግዘኻን ጉልበትካን ሂብካ እተምፅኦ ገንዘብ እንታይ ተባሂሉ ይፅዋዕ ኣክቲቭ ኢንካም ወይ ድማ እዚ ኣክቲቭ ህሉው ኢንካም እዩ ማለት እዩ ጽባሕ እንድሕር ዘየመጺኻ ድሕሪ ጽባሕ እንድሕር ኣኩብካ ሓደ ሰሙን እንድሕር ሓሚምካ ገዲፍካ ስራሕ ኢንካም የለን ማለት እዩ ስለዚ ቀዳማይ ገንዘብ ደምጻሉ ሰብ እንታይ እዩ ኣክቲቭ ኢንካም ተባሂሉ ይጽዋዕ እቲ ካልኣይ ከ እንታይ እንድሕር ኢልና ፓሲቭ ኢንካም ፓሲቭ ኢንካም እንታይ እዩ ኣብ ቫኬሽን ሃሉ ኣብ ኤርትራ ኺድ ኣብ ድቃስካ ሃሉ ኣብ ዝሃለ ሃሊኻ ብዘየገድስ ገንዘብ ክመጽእ ከለና ባንክኻ ወይ ገንዘብ ኢንካም ክህልወካ ከሎ እንታይ ተባሂሉ ጽዋዕ እዚ ፓሲቭ ኢንካም ማለት እዩ ፓሲቭ ኢንካም ኣዝዩ ናይ ብሓቂ ደስ ዝብል እዩ ዋረን ባፈት እንታይ ይብለና ብድቁስካ ከለካ ገንዘብ ከተምፅእ እንድሕር ዘይክኢልካ ክሳብ ግዜ ትመውት ክትሰርሕ ኢኻ ይብል ማለት እዩ መቸም ክሳብ ዝመውት እናሰርሐ ክነብር ዝደሊ ሰብ የለን ሓደ ግዜ ክትዕረፍ ትደሊ ቫኬሽን ትደሊ ማለት ስለዚ ከዓ ፓሲቭ ኢንካም ኣገዳሲ ኣገዳሲ ዝኸውን ኣብዚ ዘለና ዘመን ማለት እዩ ከመይ ጌርካ ፓሲቭ ኢንካም ትሰርሕ ወይ ድማ ንስኻ ኣብ ዝሃለኻ ኣይሃሉ ሃሉ ብዘየገድስ ገንዘብ ከተምጻሉ ትኽእል ዝብል መገዲ ኣብ መወዳእታ ክንርኢ ኢና ክሳብ መወዳእታ ናይዛ ቪድዮ ምሳይ ክትካተተሉ ጽንሑ ማለት እዩ እምበኣር ርኢና ኣለና ብክልተ መገዲ ገንዘብ ከም ንመጽእ ርኢና ኣለና ስለዚ ኣበይ እንተወፈርና እዩሞ ዝበለጸ ገንዘብና ስቲል ኣይመለስናን ኣለና ኣብ ስቶክ ማርኬት ድዩ ኣብ ክሪፕቶ ካረንሲ ወይስ ኣብ ናትና ቢዝነስ ኣበይ እዩ ዝበለጸ ቀዳማይ ዝበለጸ ዝብሎ ናይ ክልተ ሽሕን ዕስራን ክልተን ጥራይ ዘይኮነ፣ ናይ ክልተ ሽሕ ዓመተ ምህረት፣ ናይ ሽሕን ትሽዓተ ሚእትን ዓመተ ምህረት፣ ናይ ሽሕን ሸሞንተ ሚእትን፣ ናይ ካብ ንፍጠር እቲ ዝበለጸ ወፍሪ ቀዳማይ ኣብ ኣተሓሳስባና እዩ ማለቱ ወይ ድማ ኣብ ፍልጠት ናትና ከነውፍር ከለና። ናይ ብሓቂ ቀደም ኢንቨስት ኢን ዮርሰልፍ ክብሉ ንከለዉ ሰባት እንታይ ከመይ ገረ ኣብ ነብሰይ የዋፍር እብል ነይረ ማለት እዩ። ናይ ብሓቂ እመኑኒ እቲ ዝበለጸ ወፍሪ ኣብ ገዛእ ርእስኻ ከተውፍር ከለኻ እዩ። እንታይ ኣብ ገዛእ ርእስኻ ንኣብነት ሓደ ሰብ ገዛ ክገዝእ እንድሕር ደልዩ እንታይ እዩ ዝገብር? ከይዱ ንዓርኩ ወይ ንጎረቤቱ ከመይ ጌርካ ገዛ ገዚእኻ እዛ ገዛ ከመይ እያ ኢሉ ይሓቶ ሓቲቱ በቃ ብኡ ዝሃቦ መሰረት ከይዱ ገዛ ይገዝእ ማለት እዩ ግን እዚ ጌጋ እዩ እንታይ ኢና ክንገብር ኣለና ንሕና ቅድሚ ገዛ ምግዛእኻ ገዛ ንድሕር ክትገዛ ሓሲብካ ሓሙሽተ ሚእቲ ሽሕ ከፊልካ ስልጠና ውሰድ ብዛዕባኡ ስልጠና ብዛዕባ ናይ ሪል ስቴት ወይ ድማ ገዛ ከመይ ጌርካ ይግዛእ ኣበይ ዝበለፀ ገዛ ከመይ ጌርካ ከመይ ትዳሎ እንታይ የድልየካ ኤቭሪቲንግ ክትወስድ ኣለካ ማለት እዩ ምክንያቱ ንምንታይ እዩ ንኣብነት ዓርክኻ ወይ ጎረቤትካ እንድሕር ሓቢርካ ንሱ ሓንቲ መገዲ እዩ ዝነገርካ እቲያ ንሱ ዝገበራ በዚኣ ገረ በዚኣ ኪድ እዩ ዝብለካ ማለት እዩ ካሊእ ዝተፋለለየ መገዲ ኣይህበካን እዩ ስልጠና ምውሳድ መፅሓፍቲ ምንባብ ሰሚናራት ምስታፍ ብዛዕባ እቲ ትደልዮ ነገር ግን ዝተፋለለየ ሸውዓተ ሸሞንተ ዓይነት መገዲ ክህበካ ክእል ኣቅልል ዝበለ ከዓ ኣቅልል ኣቢሎም ከዓ ከረድኡካ ይክእሉ ማለት እዩ ስለዚ ኢንስቴድ ብሓንቲ መገዲ ዓርክኻ ወይ ጎረቤትካ ዝኸዳ ትኸይድ ዝተፋለለየ ዳይሬክሽን ወይ ድማ ካሊእ ዓይነት ኣገባብ ክትጥቀም ትኽእል ኢኻ ማለት እዩ ስለዚ እቲ ዝበለፀ ቀዳማይ ነገር ክንገብሮ ዝግባእና ኣብ ገዛእ ርእሰና ሃኖፍር ማለት እዩ ሬስቶራንት ቅድሚ ምኽፋትካ ብዛዕባ ሬስቶራንት ከመይ ጌርካ ትኸፍት ዝብል ስልጣን ትወስድ ኣለካ ስቶክ ማርኬት ቅድሚ ምውፋርካ ምክንያት ዝበዝሐ ሰብ ስቶክ ማርኬት የዋፍር ድሕሪ ሽዱሽተ ወርሒ ግን ከሲሩ ይምለስ ንምንታይ እዚ ኣፍልጦ የለን ብዘይ ኣፍልጦ ድሕሪ ከድካ ድሕሪ ሽዱሽተ ወርሒ ሸውዓተ ወርሒ ግድን ኢኻ ናብ ክሳራ ክትኣቱ ማለት እዩ ስለዚ ስቶክ ማርኬት ክትመሃር ዘሊኻ ስቶክ ማርኬት ክተዋፍር ዘይለካ ኣብ ስቶክ ማርኬት ገንዘብካ ፓሲቭ ኢንካም ቅድም ብዛዕብኡ ተማሃር ብዛዕብኡ ፍለጥ ገዛ ክትገዝእ ደሊኻ ቅድም ብዛዕብኡ ስልጠና ውሰድ ቢዝነስ ክትከፍት ደሊኻ ቅድም ብዛዕብኡ ስልጠና ውሰድ መጽሓፍ ትንብብ ከምኡ እውን ሰሚናራት ትሳተፍ ካብዚኤን ሰለስተ ሓሊፍካ ወላ ሓንቲ ቅኑዕ መገዲ ወይ ድማ ዝተፈላለየ ጽቡቕ ዝበለጸ ውጽኢት ክትረኽብሉ ትኽእል ኣገባብ ካልእ የለን ካብ ዓርከይ ካብ ጎረቤተይ ምናልባት ሓንቲ ሲምፕል ሓንቲ መንገዲ ክትወስድ ትኽእል ኢኻ። እንተኾነ ግን ብዙሕ ዳይረክሽን ወይ ክትተዓጻጸፈሉ ትኽእል ሜላታት ግን ካብ ስልጠናታት፣ ካብ መጽሓፍቲ፣ ካብ ሰሚናራት ኢኻ ትረኽቦ ማለት እዩ። ስለዚ ቅድሚ ዝኾነ ነገር ቅድሚ ሓንቲ ቅርሺ ካብ ጁባና ኣውጺእና ናብ ቢዝነስ ድዩ ናብ ካልእ ቅድሚ ምኻድና ቀዳመይቲ ክንገብራ ዝግባኣና ኣብ ገዛእ ርእስና ኣብ ኣተሓሳስባና ኣብ መጽሓፍቲ ኣብ ስልጠናታት ኣብ ኮርስ ከምኡውን ኣብ ሰሚናራት ክንሳተፍን ከነውፍርን ይግባእ ማለት እዩ። ኦኬይ ድሕሪ ኣብ ገዛእ ርእስና ምውፋርና ካልኣይቲ ዝበለጸ ወፍሪ ዝብላን እንታይ እዩ? ኣብ ቢዝነስ ናትና ከነውፍር ከለና ማለት እዩ። ቢዝነስ ናትካ ከተውፍር ከለኻ ክልተ ረብሓ ኣለካ። እንታይ ኢልና ነርና ዓንተወይ? ሓደ ሰብ ገንዘብ ከም ዝጽንሕ እንከይኑ ብክልተ ኣገባብ እዩ ዝመጽእ ገንዘብ ኢልና። ፓሲቭን ኣክቲቭን ማለት እዩ። ኣክቲቭ ሰሪሕካ ተምጽኦ እዩ፣ ፓሲቭ ከኣ ባዕሉ እቲ ዝሰርሓካዮ ስራሕ እንዳሰረሐ ቀጻልነት ብዘለዎ መገዲ ናባኻ ገንዘብ ይመጽእ ማለት እዩ። ስለዚ ቢዝነስ ናትካ ክትከፍት እንድሕር ክኢልካ ወይ ቢዝነስ ናትካ ክትጅምር እንድሕር ክኢልካ መጀመርታ ኣብቲ ቀዳማይ ዓመታት ኣክቲቭ ኢንካም ሞር ክትገብር ኢኻ። ጊዘኻን ገንዘብካን ኢንቨስት ክትገብር ኢኻ ኣብቲ ናትካ ቢዝነስ ማለት እዩ። ድሕሪ ጊዘ ግን ንስኻ ሃሉ ኣይትሃሉ ብዘየገድስ እቲ ዝሰራሕኻዮ ቢዝነስ ወይ ድማ እቲ ክሬት ዝገበርካዮ ቢዝነስ ባዕሉ ራን እናገበረ ገንዘብ ከምጽኣልካ እዩ ማለት እዩ። ስለዚ ኣክቲቭ ጀሚርካ ኣለኻ ድሕሪኡ ግን ባዕሉ ስዊች እናገበረ ናብ ፓሲቭ ስዊች ክገብር ይኽእል እዩ ማለት እዩ ምናልባት ኣነ ቢዝነስ ኣይግደስን እየ ቢዝነስ ኣየድልየንን እዩ ወይ በቲ ዘለኽዎ ኢንካም እኹል እንካም ኣለኒ ኣነ ዶክተር እየ ወይ ፅቡቕ ስራሕ ኣለኒ ብዙሕ ገንዘብ ኣታዊ ኣለኒ ትብል ንድሕር ከይንካ እታ ቁፅሪ ሰለስተ ናባኻ ክትምልከት እያ ማለት ቅድሚ ናብታ ናይ ቁፅሪ ሰለስተ ምሕላፍና ግን እቲኦም ቢዝነስ ክጅምሩ ትደልዩ ናይ ብሓቂ ናይ ብሓቂ ዳት ኢዝ ጉድ ታይም ናው ዝበለፀ ግዜ ሕጂ ማለት ንምንታይ ንሕልኩምኒ ኣብ ዓድና ነስተብህል ንእሽተይ እንዳ ድኳን፣ እንዳ ባናና፣ እንዳ ከረሜለ፣ እንዳ ስምስምያ፣ እንዳ ልጌማት ገለመለ ነናእሽቱ ድኳናት ኣለዉ ኣብ ዓድና። ኣብዚ ዓዲ እውን ከምኡ ክትገብር ትኽእል ኢኻ። እንተኾነ ግን ኣብ ኣንጎሎ ኣንጎሎ ድኳን ከድካ ኻንካ ዳኩፋ ክትገብር ወይ ድማ ኣብ ኣንጎሎ ኣንጎሎ ከድካ ነንእሽተይ ገዛ ክትከፍት ኣይከነን። ከመይ ደኣ ንዝብል ንእሽተይ ብዛዕባ ኮምፒተር ፍልጠት እንድሕር ኣለካ ከመይ ገርካ ኦንላይን ቢዝነስ ኦንላይን ቢዝነስ ንኣብነት መፅሓፍቲ ካብ ንኣብነት ንብረት ካብ በዓል ኣሊባባ ካብ ቻይና ካብ ኢበይ ካብ ኣማዞን ኣምፂኻ ንብረት ክትሸይጥ ትኽእል ኢኻ ብናትካ ማለት እዩ ፋሽን ሸው ናይ ክዳውንቲ ናይ ኣዋልድ ናይ ኣወዳት ናይ ስፖርቲ ዝኾነ ዓይነት ክዳውንትታት እውን ከምኡ ክትሸይጥ ትኽእል ኢኻ ኢኮመርስ ካልእ ፍሪላንስ ፍሪላንስ ከዓ ንኣብነት ኤክስፐርት ወይ ድማ ስኻ ንፉዕ ቪድዮ ኤዲቲን ወይ ክእለት ናይ ዝኾነ ዓይነት ክእለት ንሕር ኣለካ ኣብ ፋይበር ዝበሃሉ ካምፓኒ ኣቲኻ ክእለትካ ንሰባት ክትሸይጥ ትኽእል ኢኻ። ኣነ ከምዝን ከምዝን ከምዝን ክሰርሕ ይኽእል እየ ኢልካ ትዝርግሖ እሞ ሰባት ከኣ በቲ ናትካ ረዚመ ወይ ድማ በቲ ናትካ ክእለት ርእዮም ከኣ ከምዚ ስርሓልና ከምዚ ግበረልና ይብሉኻ እሞ ንስኻ ሽዑ ገንዘብ ኤርን ትገብር ማለት እዩ። ከምኡ እውን ሾሻል ሚድያ ኢንፍሉዌንሰር። ሾሻል ሚድያ ኢንፍሉዌንሰር ከኣ እንታይ እዩ ንስኻ ፍልጠት ኣለካ፣ ዓቕሚ ኣለካ፣ ክእለት ኣለካ ብዛዕባ ሓደ ነገር ንሰባት ክትምህሮም ማለት እዩ ንኣብነት ቪድዮ ኤዲቲን ቪድዮ ኤዲቲን እንድሕር ትኽእል ኬንካ ከመይ ጌርካ ቪድዮ ኤዲቲን ናይ መርዓ ድዩ ናይ ቆልዓ ድዩ ናይ ጥምቀት ድዩ ናይ ዝኾነ ነገር ቪድዮ ኤዲቲን ብዝደለኻዮ ኣገባብ ክትሰርሕ ትኽእል እንድሕር ኬንካ ብዛዕብኡ ሙሉእ ክእለት እንድሕር ኣለካ ኸይኑ ንሰባት ከመይ ገይሮም ብዛዕባ ቪድዮ ኤዲቲን ክመሃሩ ከም ዘለዎም ኮረሳት ሰሪሕኻ ዲኻ ኣብ ዩቱብ እናመሃርካ ብዙሕ ነገራት ክትገብር ትኽእል ኢኻ ማለት እዩ እዚ ቀዲምካ ግን እንታይ ትፈቱን እንታይ ንዓኻ ባህታ ዝፈጥረልካን ንክትሰርሖ ከተላሊ ክትክእል ኣለካ ማለት እዩ። ንኣብነት ኣነ ብነብሰይ ፋይናንስ ክፈቱ መዓት እየ። ብዛዕባ ፋይናንስ፣ ብዛዕባ ገንዘብ፣ ብዛዕባ ኢንቨስትመንት፣ ብዛዕባ ዝኾነ ዓይነት ብዛዕባ ንፋይናንስ ረለይትድ ዝኸነ ተዛሪበ ኣይደክምን እየ፣ ወላ ኣንቢበ ብዛዕብኡ ኣይደክምን እየ፣ ብዙሕ ነገር ኣይስልችወንን እዩ። ምክንያቱ ንምንታይ ብሓቂ ካብ ልቢ ሰለ ዝፈትዎ ማለት እዩ። ሓደ ነገር ከኣ እንድሕር ካብ ልቢ ትፈትዎ ኮይንካ ብዛዕብኡ ብዙሕ ክትሰርሕ፣ ብዛዕብኡ ብዙሕ ከተበርክት፣ ብዛዕብኡ ብዙሕ ክትምሃር ኣይጽግመካን እዩ ማለት እዩ። መብዛሕትኡ ሰብ ኩስቶ ገይሩልካ ክትገብር የብልካን ኩስቶ ከፊቱልካ ክትከፍት የብልካን ሰለዚ ኩስቶ በሊዑልካ ክትበልዕ የብልካን እንታይ ደኣ እቲ ንዓኻ ደስ ዝብለካ ኣላሊኻ ቢዝነስ ናትካ ክትጅምር ማለት እዩ ከም ዝበልክዎ ናይ ኦንላይን ቢዝነስ መጽሓፍቲ ክትሸይድ ትኽእል ሶሻል ኢንፍሉንሰር ክትከውን ትኽእል ብዙሕ ጸገማት ርኢኻ ጸገማት ናይ ሰባት ከተቃልል ትኽእል ኢኻ ማለት እዩ ስለዚ ምናልባት ከመይ ዓይነት ቢዝነስ ክንጅምር እንታይ ዓይነት ቢዝነስ የድልየና ትብሉ ንሕር ኣብዚ ክልተ ሽሕን ዕስራን ክልተን ዘሎ ዓይነት ቢዝነሳት ሰርች ገይረ እቲ ዝበለጸ ዝበልክዎ በብናቱ ሽዱሽተ ሸውዓተ ዓይነት ቢዝነሳት ኣብ ካልእ ግዜ ክሰርሓልኩም ይኽእል እየ እንድሕር ተገዳስነት ኣለኩም ኮይኑ ኣብ ኮመንት ጸሓፉለይ እቲ ዘሎ ቢዝነሳት ወይ እቲ ዘሎ ኦፖርቹኒታት ከመይ ገርኩም ክትጅምርዎ ትኽእሉ ክሕብረኩም ክፍትን እየ ማለት እዩ እምባርከይ ናብታ ናይ ሳልሰይትን ናይ መወዳእታን በጺሕና ኣለና ማለት እዩ ኣቐዲምና እንታይ ኢልና ኣብ ገዛ ርእስና ክነውፍር ኣለና ድሕሪኡ ኣብ ናትና ቢዝነስ ማለት እዩ ቢዝነስ ንኹሉ ሰብ ኣይከነን ናይ ብሓቂ ገለ ሰብ ቢዝነስ ኣየድልየንን እዩ ገለ ሰብ በቲ ዘለዎ ኢንካም እኹል ክኸውን ይኽእል እዩ ማለት እዩ ስለዚ that's not a problem ጸገም ዝበሃል የብሉን ኩላና ዝተፈላለና ኢና ኩላና ነናትና ኣረዳድኣ ነናትና ድልየት ነናትና ባህጊ ነናትና ሕልሚ ነናትና ጎል ኣለና ማለት እዩ ስለዚ እቶም ምናልባት እኹል ኢንካም ኣለና ትብሉ ሰባት እዚ ኣክቲቭ ኢንካም እዩ ኣክቲቭ ኢንካም ማለት ሓንቲ ሰሙን ድሕሪ ሓሚምካ ደው እንድሕር ኢልካ ካብ ስራሕ ወይ እንዳዓበኻ ክትከይድ ከለኻ ዓቕሚ የብልካን ከምቲ ሕጂ ትሰርሖ ዘለኻ ስራሕ ደይ ክትሰርሕ ትኽእል ኢኻ ማለት እዩ። እንታይ የድልየና እንድሕር ኢልና ፓሲቭ ኢንካም ማለት እዩ። ፓሲቭ ኢንካም ከመይ ገርና ኣብ ዝሃለና ሃሊና ብዘየገድስ ገንዘብና ገንዘብ ሰሪሑ ከምጻልና ዝኽእል ማለት እዩ። እዚ ሓደ ካብቲ ዝበለጸ ድብሎ ንፓሲቭ ኢንካም ከስርሓና ዝኽእል ስቶክ ማርኬት ከነምጽእ ንኽእል ኢና። ምናልባት ኣብቲ መጀመርታ ብዙሕ ደይረኣ ክመስል ይኽእል እዩ። ንኣብነት ሽሕ ዶላር ኣብ ስቶክ ማርኬት እንድሕር ኣዋፊርካያ ኣብ ቀዳመይቲ ዓመት ዓሰርተ ሚእታዊት እንድሕር ኣዕብያትልካ

ኢንካም ሓንቲ ነገር ካይሰርሓኻ ንስኻ ብኾፍ በልካ ንስኻ ብድቁስካ ገንዘብካ ጥራይ ሰሪሑ ሓምሳ ሽሕ ዓመታዊ ከምጻልካ ይኽእል እዩ ማለት እዚ ኸ እንታይ እዩ ሪል ፓሲቭ ኢንካም ናይ ብሓቂ ኦቨር ናይት ወይ ድማ ኣብ ሓንቲ ሰሙን ኣብ ሓንቲ ለይቲ ኣብ ክልተ ዓመት ኣብ ዓመት ዝስራሕ ኣይኮነን እዚ እዚ ምስ ግዜ ሂብካ ሞር ገንዘብ ኢንቨስት እናገበርካ ግዜኻ እቲ ዝሰራሕኻዮ ኣክቲቭ ኢንካም ገንዘብ ኣምፂኻ ኣብኡ ሞር ኢንቨስት እናገበርካ ድሕሪ ግዜ እቲ ገንዘብካ ባዕሉ ሰሪሑ ከምፃልካ ዝኽእል ማለት እዩ ብሓቂ ከምዚ ስስዕ ኢልካ ንግሆ ሓምሳ ሽሕ ኢንካም ፍሪ ዝመጻካ ማለት ኣይከነን ስለዚ ክንጥንቀቅ ክንክእላለን ዓቅልን ትዕግስትን ናይ ብሓቂ ይሓትት እዩ ማለት እዩ ስለዚ ዝበለጸ ፓሲቭ ኢንካም ክንገብረሉ ንክእል እንታይ ንሕድና ስቶክ ማርኬት ኣለና ማለት እዩ ስቶክ ማርኬት ምስ ኣዋፈርና ፓሲቭ ኢንካም ኣደሴም ከኣ ከም በዓል መንእሰይ ንድሕር ኬንካ ኣብ በዓል ክሪፕቶ ካረንሲ በዓል ቢትኮይን እውን ገለ ገንዘብ ጠፍኡ ዘየጉሄካ ገንዘብ እውን ሪስክ ወሲድካ ኢንቨስት ክትገብር ከለኻ ጽቡቕ እዩ ንምንታይ እንድሕር ኢልና ሕጂ መንእሰይ ኣለኻ ቁሩብ ገንዘብ ጠፊኤን ክትመልሰን ትኽእል ኢኻ ጊዘ ኣለካ ክትሰርሕ ማለት እዩ እተን ገንዘብ እንድሕር ዓብየን ከኣ ፍኮርስ ሃይ ሪስክ ሰለዝወሰድካ ሃይ ሪተርን ወይ ድማ ብዙሕ ዕቤት ክህልወካ እዩ ማለት እዩ ስለዚ ቀዳማይ ቀዳማይ ከነውፍረሉ ዘለና ኣበይ እዩ እንድሕር ኢልና ኣብ ገዛእ ርእስና ኣብ ገዛእ ርእስና ብኸመይ ነውፍር እንድሕር ኢልና መጽሓፍቲ ብምግዛእ ኮርሳት ስልጠናታት ብምግዛእ ከምኡ እውን ኣብ ሰሚናራት ብምስታፍ ማለት እዩ። ነዚ ምስ ገበርና ድሕሪኡ እኹል ድኸነ ኣማራፅቲታት ብዙሕ ነገራት ክንፈልጥ ክኢልና ኣለና ማለት እዩ። ድሕሪኡ ኣብ ቢዝነስ ናትና ነውፍር ማለት እዩ። ቢዝነስ ናትና ብዝተኻእለና ኣብዚ ግዜ እዚ ብሓሙሽተ ሚእቲ ክጅምረሉ ትኽእል ቢዝነሳት ኣሎ ማለት እዩ። ትሕቲ ሓሙሽተ ሚእቲ ዶላር እውን ክጅምረሉ ትኽእል ቢዝነስ ኣሎ ማለት እዩ። እንታይ ዘድልየካ ጥራይ ብዙሕ ኢፈርት ወይ ድማ ብዙሕ ጻዕሪ ኣብኡ ብዙሕ ግዘ ምጥፋእ ጥራይ ዘድልየካ ማለት እዩ ብዛዕብኡ ሞር ፅዑቕ ዝኾነ ስራሕ እንድሕር ሰሪሕካ ናይ ብሓቂ ኢዚ ሳክሰስ ክትኮን ትኽእል ኢኻ ማለት ኣብ ካናዳ ዘለኹም ምናልባት ኣብ ፋይናንስ ክትነጥፉ ትደልዩ ወይ ድማ ኣብ ብናይ ፋይናንስ ገርኩም ቢዝነስ ክተውፅኡ ትደልዩ ሰባት ኮንታክት ግበሩኒ ብዙሕ ዕድላት ኣሎ ብሓንሳብ ከይና ሸር ንገብር ማለት እዩ ናይ ብሓቂ ሸሪን ኢዝ ኬሪን ይብሉ እዞም ዓዲ እዚ ከዓ እንታይ እዩ ሸሪን ኢዝ ኬሪን ዝገብሩ እንታይ እዩ እስኻ ንሰባት ሓሳባትካ ተካፍል እንድሕር ኴንካ ናይ ብሓቂ ተፍቅሮም ኣለኻ ማለት እዩ። ሰብ ተፍቅሮ እንድሕር ኴንካ ሓሳባት ወይ ድማ እቲ ንስኻ ክትኮኖ ዝኸኣልካ ወይ ድማ እቲ ንዓኻ ባህታ ዝፈጥረልካ እቲ ዘዐወተካ ንሰባት ክትነግር ክትክእል ኣለካ ማለት እዩ። ስለዚ ኩላና ንፋቐር እንድሕር ኴና ሓሳባት ንወሃሃብ፣ ሸር ንግበር ነንሕድሕድና ማለት እዩ። ሸር እንድሕር ጌርና እንድሕር ተሓላሊፍና ሓሳባት ናይ ብሓቂ ፍቅርና ክድልድል እዩ ማለት እዩ እምበር ክቡራት ተኸተልቲ እዚኤን ሰለስተ እየን ናይ ሎማዓንቲ ቪድዮ ናይ እዚኤን ሰለስተ ነጥብታት እየ ሒዘየን መፅየ ነይረ ናይ ሎማዓንቲ ቪድዮ እንድሕር ፈቲኹማ ፕሊስ ነዚኣ ቪድዮ ላይክ በልዋ ቫሊ እንድሕር ረኺብኩምና ንካልኦት ሰባት እውን ክጠቕሞም ትኽእል እያ ክትዕብዮም ትኽእል እያ ኣብ ፋይናንሶም ክትዕብዮም ትኽእል እያ ትብልዎም ሰባት እንድሕር ኣሎ ኮይኑም ከዓ ሸር ግበርዎ ናብ ኩሉ ሰባት ክሓልፍ ኩሉ ሰብ ክሰምዖ ንዓኻ እንድሕር ዘይጠቒማትካ ነቲ ሓደ ክትጠቕሞ ስለ ትኽእል ፕሊስ ሸር በልዎ ናብ ኩሉ ሰባት እቶም ሳብስክራይብ ዘይገበርኩም ከዓ ሳብስክራይብ ግበሩ ማለት ቫሊ የራኽበና ሰላም መዓልቲ